ሰላም ከመይ ጸንሑ ክቡራት ተኸታተልቲ ኬቢ ኤክስትራ ንሕጂ ኣብ ዝተዳለወ መደብ 540 ሰባት ኣብ ሱዳን ምቕታሎምን ኣልቡርሃን ምስ ኣልሲሲ ዘካየዶ ርክብ ንኤርትራን ኢትዮጵያን ከምጸሉ ምግላጹን ሕሜቲ ሓድሽ ናይ ኣጽዋር ደገፍ ምርካቦን ትማልን ሎምን ከቢድ ናይ ድሮን መጥቃዕት ይፍጽም ከም ዘሎን ዝብሉን ካሊእ ዝሕብር ዝርዝር ትንታነ ሒዝናልኩም ቀሪብና ኣለና። ንቻነልና ሳብስክራይብ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። ኲናት ሱዳን ዋላኳ ድሕሪ ምትሓዝ ከተማ ካርቱም ናይ ሰላም ተስፋ ተነቢሩሉ እንተጸንሐ ናይ ሒሜቲ ሓይልታት ግን ገና ምስ ምሉእ ዓቕምን ቁመንኦም ብምህላዎም እቲ ኲናት ካብ ዝኸፍኣ ናብ ዝበኣሰ ደረጅኡ ይኸይድ ከም ዘሎ ኣብ ዝገለጸሉ ዘሎ እዋን፣ ሓይልታት ኣርኤስኤፍ ሓድሽ ደገፍ ምርካቡ ይግለጽ ኣሎ። እቲ ካብ ቡልጋርያ ተበጊሱ ናብ ሕቡራት እምሬት ዓረብ ዝኣተወ እሞ በታ ሃገር ኣቢሉ ናብ ሱዳን ዝኣተወ ኣጽዋር፣ መወዳእትኡ ኣብ ኢድ ወተሃደራት ኣርኤስኤፍ ምብጽሑ ናይ ሕቡራት ሃገራት ምንጭታት ምግላጾም ክፍለጥ ተኻኢሉ ኣሎ። ዝበዝሐ ክፋሉ ናይ ነዊሕ ርሕቀት ዕላማ ክሃርም ዝኽእል ሞርተራትን ድሮናትን ዘጠቓልል እቲ ኣጽዋር፣ ዘበናዊ ብሓድሽ ቴክኖሎጂ ዝተሰርሐ ምዃኑ ክፍለጥ ተኻኢሉ ኣሎ። ኣብ ዝሓለፈ ሕዳር'ውን፣ ብተመሳሳሊ ካብ ቡልጋርያ ዝመጸ ሞርታራት ናብ ሱዳን ኣትዩ ምንባሩን እቲ ወተሃደራዊ ሓገዛት ልሙድ ከም ዝኾነን ጸብጻባት ክሕብሩ እንከለው፣ ብፍላይ ኣብ ዞባ ዳርፉር ተኸዚኑ ዝርከብ ኣጽዋር ካብ ኢመሬት ናብ ሱዳን ዝገዓዘ ምዃኑ ይግለጽ። መንግስቲ ቡልጋርያ እውን ነቲ ናብ ሕቡራት ኢመሬት ዓረብ ዝሰደዶ ኣጽዋር ከም ዝተኣመነሉ ክግለጽ እንከሎ፣ ኣቐዲሙ ኣብ ክልተ ሽሕን ዓሰርተ ትሽዓተ እውን ብርክት ዝበለ ኣጽዋር ናብ ሕቡራት ኢመሬት ዓረብ ምልኣኹ ክፍለጥ ተኻኢሉ እዩ። መንግስቲ ቡልጋርያ ነቲ ኣብ ሱዳን ዝተረኸበ ኣጽዋር ኣመልኪቱ፣ ኣብ ዝሃቦ መግለጸ፣ እቲ ኣጽዋር ካብ ኤሚሬት ወጺኡ ናብ ሳልሳይ ሃገር ክሰጋገር ኣብ ግምቱ ከም ዘይጸንሐ ክሕብር እንከሎ፣ ብዛዕባ እቲ ኣብ ናይ ሱዳን ሃገራዊ ተለቪዥን ከይተረፈ ዝተቓልሐ ኣጽዋራት ከመይ ኢሉ ናብ ሱዳን ምስግጋሩ ዝፈልጦ ከም ዘይብሉ ሓቢሩ ኣሎ። እቲ መንግስቲ ወሲኹ'ውን ብደረጃ ሚኒስተር ምክልኻል እታ ሃገር ሕጋዊ ኣፍልጦ ዝተዋህቦ ከም ዘይኮነ ክገልጽ ምፍታኑ'ውን ናይታ ሃገር ምንጭታት ክሕብሩ እንከለው፣ እቲ ናይ ኣጽዋር ምስግጋር ወግዓዊ ክታም ናይቲ መንግስቲ ከም ዘይብሉ ገሊጹ ኣሎ። ኲናት ሱዳን ኣብ ምብራዕ ተራ ኣለዎ ምእንቲ ከይበሃል ነቲ መብርሂ ከም ዝሃበ ዝንገረሉ ዘሎ ናይ ቡልጋርያ መንግስቲ፣ እቲ መንግስቲ ደለልቲ ኲናት ነቲ ኣጽዋር ናብ ዝደልይዎ መዓላ ከውዕልዎ ምዃኖም እኹል ኣፍልጦ ከም ዝነበሮ ናይ ሱዳን ወገናት ምሕባሮም'ውን ይንገር። እዚ ከምዚ ኢሉ እንከሎ፣ ኣብ ሰሜን ዳርፉር ሓምሽተ ሚእትን ኣርባዓን ሰባት ከም ዝሞቱ ዝገልጽ ናይ ሕቡራት ሃገራት ጸብጻባት፣ እቲ ህልቂት ኣብቲ ከባቢ ዝተኻየደ ናይ ክልተ ሰሙን ዕግርግር ከም ዘጋጠመን፣ ሓይልታት ኣርኤስኤፍን ናይ ሱዳን ሰራዊትን ንዋና ከተማ ናይቲ ከባቢ ዝኾነት ኤልፋሽር ንምቁጽጻር ቀጻሊ ውግኣት ከካይዱ ምጽንሖም ክሕበር ጸኒሑን ኣሎን። ኣብቲ ከባቢ ህልቂት ከየጋጥም ኣብ ከቢድ ስክፍታ ከም ዘለዉ ዝነግሩ ዘለዉ ናይቲ ከባቢ ናይ ሕቡራት ሃገራት ወኪላት ብፍላይ ንፁህ ህዝቢ ግዳይ ናይቲ ኲናት ክኸውን ዓቢ ተኽእሎ ከምዘሎ ምግላፆምን ክፍለጥ ተኻኢሉ ኣሎ። ወኪል ሕቡራት ሃገራት ኣብቲ ከባቢ ስቴፌን ዱጀሪክ ኣብ ዝሃቦ መግለፂ ምቑፃሮም ዘይተኽኣለ በዝሒ ሲቪልያን ሞይቶም ከምዘለዉ ዝገለፀ ኮይኑ ኣብቲ ከባቢ ኣብ ዘበነዊ ዓለም ካብ ዝተርኣዩ ዘስካክሑ ህልቂታት ክርኣይ ከም ዝኽእል ብምጥንቃቕ፣ ማሕበረሰብ ዓለም ቅልጡፍ ናይ ድሕነት ግብረ መልሲ ክህብ ጸዊዑ ኣሎ። ብፍላይ ኣብቲ ዛምዛም ተባሂሉ ዝጥቀስ ናይ ስደተኛታት መዓስከር፣ ማእለያ ዘይብሎም ሰባት ግዳይ ጥሜትን ድርቅን ኮይኖም ከም ዘለዉ ዝሓበረ እቲ ወኪል፣ ናይ ረድኤት ሰራሕተኛታት ብሰንኪ ቀጻሊ ውግእ ካብቲ ከባቢ ብምህዳም፣ ነቶም መሰረታዊ ቀረባት ምግብን ማይን ዘድልዮም ወገናት ዘድሕኖም ከምዘየለ ወሲኹ ገሊጹ። ኣብቲ ከባቢ ብሰንኪ ኲናት ዝተመዛበሉ ብርክት ዝበሉ ሰባት ናብ ሰሜን ሱዳን ከተማ ኣል ማላህ ኣቢሎም ይግዕዙ ከምዘለዉ ዝሓበረ ናይ ሰሜን ሱዳን ዞባ ኣመሓዳረ ኣብቲ ከባቢ ካብ ኲናት ሕድሕድ ዝሃደሙ ሰባት ተዓቂቦም ከምዘለዉን ኣብ ሳልስቲ ድማ ብብዝሒ ካብ መዓስከር ዘምዘም ናብቲ ከባቢ ይስደዱ ከምዘለዉ ገሊጹ'ሎ። ናብቲ ናይ ድሕነት ተባሂሉ ዘሎ ቦታ ካብ ከተማ ኡምዱርማን ማለት ከባቢ ካርቱም ከይተረፈ ህዝቢ ከም ዝገዓዘ እቲ ናይቲ ከባቢ ምሕዳር ብተወሳኺ ገሊጹ ኣሎ። እቶም ናብ ሰሜን ሱዳን ዝግዕዙ ዘለዉ ወገናት ኣብ መዓልቲ ሓንሳብ ዕንጋሎት ዝረኸቡን መብዛሕቲኦም ምስ ኣዝማዶምን መቕረብቶምን ተዓቂቦም ዘለዉ ምዃኖምን ዝወሰኸ እቲ መግለጺ ናይ ሕቡራት ሃገራት ናይ ረድኤት ትካላት ህይወት ንምድሓን ሓቢረን ክሰርሓ ተማሕጺኑ ኣሎ። እዚ ከምዚ ኢሉ እንከሎ ናይ ሰራዊት ሱዳን መራሒ ጀነራል ኣልቡርሃን ናብ ግብጺ ብምምጋሽ ምስ ፕረዚዳንት ኣልሲሲ ምርኻቡ ዝግለጽ ዘሎ ኮይኑ ካብ ኲናት ሱዳን ተበጊሶም ንመላእ ኲናት ቀርኒ ኣፍሪቃ ምዝታዮም ክፍለጥ ተኻኢሉ ኣሎ። ናይ ናይል ማይ ቀንዲ ኣርእስቲ ብምግባር፣ እተን ማያት ኒል ዝሓልፈለን ሃገራት ሓቢረን ንኹሉ ዘርብሕ ስምምዓት ክገብራ ከምዝግባእ ዝገለጸ መግለጺ ክልቲኦም መራሕቲ፣ ውሕስነት ማይ ብሓባር ምርግጋጽ ዝብል ቀንዲ ነጥቢ ኣብ ስምምዕ ከምዘብጽሖም'ውን ተነጊሩ ኣሎ። ክልቲኦም መራሕቲ ኣብ ዘቕረብዎ መግለጺ፣ ዳግመ-ውሕየት ሱዳን ድሕነት ማይን፣ ከም ቀንዲ ኣርእስቶም ከም ዝቖጸርዎ ዝሕብሩ ናይ ግብጺ ሚድያታት፣ ሰራዊት ሱዳን ከተማ ካርቱም ድሕሪ ምቁጽጻሩ ዝሓሸ ናይ ዳግመ ህንጸት ተስፋ ምህላው ክሕብሩ እንከለው፣ እዚ መግለጺ ግን ሰናይ ድሌት ጥራይ እምበር ተግባራዊ ከም ዘይኮነ ገሊጾም ኣለው። ሽሕ'ኳ ሰራዊት ሱዳን ንከተማ ካርቱም እንተተቖጻጸረ፣ ሓይልታት RSF ደገፍ ካልኦት ሓያላት ሃገራት ምርካብ ክሳብ ዘየቋረጹ፣ ኲናት ሱዳን ገና ክቕጽል ከም ዝኽእል እዮም ግብራዊ ሚዛን ዘለዎም ወገናት ዝገልጹ ዘለዉ። ወሃቢ ቃል ግብጺ ናይ ናይል ማይ ብሓደ ወገን ዝውሰን ከም ዘይኮነ፣ ብሓደ ወገን ዝውሰድ ስጉምቲ ድማ ግብጺ ብትሪ ከም ትቃወም ክሕብር እንከሎ፣ መንግስቲ ሱዳን ተመሳሳሊ መርገጽ ዘለዎ ብምዃኑ ምስጋናኡ ምግላጹ'ውን ዝተሓበረ ኮይኑ፣ ኣብቲ መዳይ ክልቲኤን ሃገራት ሕኸኸኒ ክሓከካ ዝዓይነቱ ፖለቲካ ይጻወታ ከም ዘለዋ ይግለጽ ኣሎ። ሱዳን ኣብቲ ንግብጽን ኢትዮጵያን ኣብ ከቢድ ግጭት ከእቱ ዝኽእል ናይ ኒል ፖለቲካ መርገጺኣ እንተ ነጺራ፣ ንግብጺ ሓደ እፎይታ ምዃኑ ዝጠቕሱ ምንጭታት፣ ኣምሳያ ናይቲ ሱዳን ኣብ ጎኒ ግብጺ ትኾነሉ ኣገባባት፣ መንግስቲ ግብጺ ከኣ ኣብ ጎኒ መንግስቲ ሱዳን ብምዃን ንተቓምቲ ወገናት RSF ኣብ ምድምሳስ ዓቢ ተራ ይጻወት ከም ዘሎ'ውን እቶም ንፖለቲካ ምብራቕ ኣፍሪቃ ዝትንትኑ ምንጭታት ይገልጹ። ኢትዮጵያ ኣብ ጉዳይ ናይል ንዘለዋ ፖለቲካዊ ወጥረ ምስቲ ኣብ ጉዳይ ቀይሕ ባሕሪ ዘለዎ ካሊእ ጥሙሕ ብምውሓስ ናይ ኣባይ ግድብ ዞባዊ ስምምዕ ክተውርዶ እንተድኣ ኮይና ኣብ ጉዳይ ቀይሕ ባሕሪ እውን ተሳታፍት ክትከውን ድሌት ከም ዘለዋ ምግላጻ ይፍለጥ። ኢትዮጵያ ኣብ ጉዳይ ቀይሕ ባሕሪ ዝኾነ መሰል ከም ዘይብላ ዝገልጻ ዘለዋ ናይ ዞባ ቀይሕ ባሕሪ ሃገራት ኢትዮጵያ ንጉዳይ ኣባይ ካብ ጉዳይ ቀይሕ ባሕሪ ፈልያ ክትሕዞ ጥራይ ከም ዝግባእ ኣተሓሳሲቦም ኣለው። እቲ ናይ ቀይሕ ባሕሪ ጉዳይ ንኤርትራ ብቐጥታ ዝጸሉ ምዃኑ ኣብ መንጎ ኤርትራን ግብጽን ሱዳንን ዝግበር ርክባት ንክልቲኡ ጉዳያት ኢትዮጵያ ኣብ ማእከል ዘእተወ ምዃኑ'ውን ጸብጻባት ወሲኾም ይገልጹ። እዚ ከምዚ ኢሉ እንከሎ ድማ፣ ትማልን ሎምን RSF ከቢድ ናይ ድሮን መጥቃዕቲ ይፍጽም ዘሎ ኮይኑ፣ ኣብ ጥቓ ዶብ ኤርትራ ከይተረፈ መጥቃዕቲ ድሮን ይፍጽም ከምዘሎ ተገሊጹ። ኣብ ርእሰ ከተማታት ምብራቕ ሱዳን ናይ ድሮን መጥቃዕቲ ዝተኻየደ ኮይኑ፣ ሎሚ ኣርባዕተ ግንቦት ክልተ ሽሕን ዕስራን ሓምሽተን፣ ዕጡቕ ሓይሊ RSF ኣብ ርእሰ ኣብ ወደባይት ከተማ ፖርት ሱዳን ዝርከብ መደበር ሓይሊ ኣየር ዑስማን ዲግና ናይ ነብሰ ቅትለታዊ ድሮን ወይ ከኣ ሱይሳይድ ድሮንስ መጥቃዕቲ ከካይድ እንከሎ ትማሊ ሰለስተ ግንቦት ክልተ ሽሕን ዕስራን ሓሙሽተን ድማ ኣብ ርእሲ መዕረፎ ነፈርቲ ከሰላ ተመሳሳሊ ድብደባ ኣካይዱ። በቲ ኣብ ርእሲ መደበር ሓይሊ ኣየር ዑስማን ዲግና ዝተፈጸመ መጥቃዕቲ ኣብ መኻዝኖ ዝነበረ ተተኮስቲ ክዓሊ ብምኽኣሉ ብርቱዕ ዑነታት ግን ዒግታን ክፈጥር ከምዝኸኣለ ናይ ዓይኒ መሰኻኽር ዝገልጹ ዘለዉ ኮይኖም ሰራዊት እታ ሃገር፣ RSF፣ ናይ ነብሰ ቅትለታዊ ድሮናት መጥቃዕቲ ከም ዝፈጸመን፣ እንተኾነ ግን ኣሃዱ ጸረ ነፈርትን ንብዙሓት ካብተን ድሮናት ከም ዝሃረመን፣ ገለ ግን ኣብ መኻዝን መደበር ሓይሊ ኣየር ብምውዳቑ ዕላማኣን ከም ዝሃረማ ገሊጸን። በቲ ሎሚ ዝተኻየደ ናይ ድሮን መጥቃዕቲ ኣህጉራዊ መዕረፎ ነፈርቲ ፖርት ሱዳን ስርሑ ከቋርጽ ክግደድ እንከሎ፣ ክሳብ ሕጂ ሓምሽተ በረራታት ደው ኣቢሉ ኣሎ። በቲ ኣብ መደበር ሓይሊ ኣየር ፖርት ሱዳን መዕረፎ ነፈርቲ ከሰላን ዝተኻየደ መጥቃዕቲ፣ ኣብ ሰብ ዝወረደ ሓደጋ ከምዘየለ ተገሊጹ'ሎ። ክቡራት ተኸታተልቲ ንሎሚ ዝተዳለወ መደብ ነዚ ይመስል፣ ኣብ ዝቕጽሉ ዝፍነዉ መደባትና ብቐዳምነት ክበጽሐኩም ሳብስክራይብ ዘይገበርኩም ሳብስክራይብ ንኽትገብሩ ብኽብሪ ንዕድመኩም።